ኤደን ፍርተይ በዲልክኒ ሕጂ ግን ክሓተትክኒ ክዛረበላ ስለ ዘለኒ እዩ ሶራ እቲ ብንእሽነትካ ክትስለፎ ከለኻ ማንጁስ ይብልካ ዕድመ እናደፋእካ ምስ ከድካ ከዓ ማእከላይ ወይ ከኣ ገዲም ምስ ተባሃልካ ከኣ ዳርጋ ናብ ኣቦ እናኸድካ ትኸይድ ምኽንያቱ ንኣሽቱ ስለ ዝመጹ ስለዚ እናተባራረና ዝመጸናሉ ሕንቃቐ እናተባራረናሉ ዝመጸናሉ ናፍቆት እናተባራረና ዝመጻሉ ሓልዮት ፍቅርን እዩ ከምኡ ዘግብረካ ኣነ ንኤደን ኣቦኣን ኣዲኣን ኣይኮንኩን ወይ ኣቦኣ ኣይኮንኩን ኣነ ኣቦኣን ኣዲኣን ኣብ ስዑድያ እዮም ዝቕመጡ ብድምጺ ቴሌፎን ተዘይኮይኑ ብገጽ ኣይትፈልጦምን እያ ኤደን ሜትሮን ፈረቓን ንኸውን ቁመት ዝነበራ ኣብዚ ከባቢ ክሳዳ ዙዕ ዝነበራ ጽብቕቲ ሽኮሪና ጓል ቻይና ትመስል ንእሽተይ እያ እቲ ብኹሉ ሸነኻ እያ ብ- ዝ- ፅብቕቲ ብትሕትናኣ ብምቑልልነታ ብሕውስ ጥበያ ገለ ገለ ገለ ኣብቲ በጦሎኒ ምስ ተመደባ ንሕና ብቑዓት ኮይንካ ዕድመ ዝኣኸልካ ወታደራዊ ትምህርትን ፍልጠትን ሒዝካ ካብቶም ቅድሜኻ ዝነበሩ ተጋደልቲ ብስለት ዝሓዝካ ሰብ ስለ ዝኾንካ ነቲ ቅድሜኻ ዘሎ ነቲ ብድሕ ሕጂ ዝመፅእ ሓድሽ ኣብ ኩናት እውን ኣይተእትዎን ኢኻ ፈጺሙ ኩናት ሓድሽ ኣትየ ዝብል ብፍላይ ኣብ ሰብዓታት ክሳብ ሰማንያታት መጀመርታ ዝነበረ ሓሶት እዩ። ተመዲብካ ሽዑ እንድሕር መጺኻ እሞ ከኣ ጸላኢ ዝኾነ ዓይነት ወፍሪ ኣካይዱ ከጥቅዓካ እንተፈቲኑ ለይቲ ዝግበር እንተዘይኮይኑ ቀትሪ እንዳረኣዩ ኣብ ኩናት ኣየእትዉኻን እዮም። ምኽንያቱ ክትምኮር ስለዘለካ ክትፈልጥ ስለዘለካ ሰብ ከምኡ ድዮም ዝዕቁብኻ። ሕጂ ንሕና ከኣ ካብተን ንኣሽቱ ዝነበራ ምሳና ተመክሮ ናይ ገድሊ ክመሃራ ገለ ኢለን ዝመጻ እየን መጺኣ ምሳና ወግ ምስ በለት እቲ ኩናት ምቅርራባት ምስ ተቀራረበ ግን ትበኪት ትዓለ ተባሂላን እንዳበጦላን መጺኣ ማለት እዩ ድሕሪኡ ለይቲ እዩ እቲ ፍጻሜ ለይቲ ኣብ ጎደይቲ እዩ እታ መኪና ትግምጠል መዓት ቆልዑ እዮም ነይሮም ምስኦም ምስኦም ህይወታ ትሓልፍ ኤደን ጓል ፊሽ ስለ እትበሃል ዝነበረት መስዋእቲ ከምዚ ልክዕ ከም ወላዲ ኣነ ተነጊረ ማለት እዩ ካብ ስዑድያ ስድራኣ ንምንታይ ሒዞማ መፅኦም እንተኮይኖም ኣብኡ ገድፎማ ስድራ ቤታ ኣብ ስዑድያ እዮም ዝቕመጡ ንዓ ወሊዶማ ምስ ከዱስ ከይዶም እዮም እሳ ምስ ዓባይ እያ ትቅመጥ ነይራ ባጽዕ ካብ ባጽዕ እያ ትመጽእ ሕጂ ሕጂ ንስድራ ምንታይ እያ ትፈልጦም ኣብ ባጽዕ ከላ ብቴሌፎን ጥራይ ትፈልጦም እቲ ሰብኣይ ንድሕር ተዛሪቡ ባባ ትብሎ እታ ሰበይቲ ድምጺ ናይ ጓል ኣንስተይቲ ሰሚዓ ከኣ ማማ እያ ትብላ እዚኦም ብዘይካ እዚኦም ወላ ሓንቲ ስድራ ቤታ ፍቅሮም ከይፈለጠት እንታይ ይመስሉ ገጾም ከይረኣየት ህይወቶም ከየስተማቕረት ትሕቲ መሬት ከም ነብሲ ወከፍ ስውእቲ ተመዝጊባ ከኣ ሰፊራ ሕጂ እሱ እዩ እቲ ፍልዩነት ንሕና ካብ ስድራካ ኢካ ትወጽእ ኣቦካን ኣዴካን ትፈልጥ ናይ ኣቦካን ኣዴካን ፍቅሪ ሓደ እዩ ሕጸር እቲ ዝወጻካሉ ዓመተ ምህረት ትፈልጦ ኢካ እዚኣ ግን ኩሉ ነገር ኣይትፈልጥን እያ ስለዚ ብሙሉኡ ትወጠሎን እዩ ብሙሉኡ እቲ ሓይሊ ኣነ ጥራይ ዘይኮንኩስ ኩሉ ሰብ እዩ ንዓ ኣቦኣን ኣዲኣን ነይሩ ብፍላይ እተን ደቂ ኣንስትዮ ሓጽባኣ ምሽጣ እዚ እዚ ብዚ ዝነበረ እቲ ኣሽሙታት ዕረ ገይረን ከጥፍኣላ ደልያ ነዚ ነዚ ትኣትሉ ነዚ ዝዑጋለ ብዙሕ ፍቅርታትን ሓልዮትን ነርእያ ኣነ ግን ሕልፊ ነይርኒ ምስኣ ልክዕ ከም ቆልዓ ትጻወት ከም ቆልዓ ትስሕቕ ከም ቆልዓ ብል ምስላ ከኣ ነታ ምዕባይ ሓፍተይ ስለ ትመስል ብቂሒ ብገለ ብገለ ገለ ከምኡ እታ ተተኣሳሲራ ምሽ ኣሎ ትመሳስሎ ነገራት ኮንፍሌት ትገብሮ ነገር ኣሎ ባዕልኻ ኣለጋጊብካ ከተምጽኦ ዘለካ ነገር ከምኡ ግዲ ኮይኑ ኤደን ድሕሪ ምስዋእታ መሪርኒ ካብታ ግጥምኻ
ሓደጋ ማኪና እያ ተጋጥም መኪና ሒዛቶም እንዳኸደት ነዞም ቆልዑስ ኣብ ርእሲኦም ሓርጭ ገለመለታት ነይሩ እታ መኪና ምስ ተገምጠለት ሕጂ ንብሎም ዳርጋ ብዙሓት እዮም ተሰዊኦም ሽዑ ኤደን ካብ ምስዋእታ ገለ ውሕዳት ግን ሽዑ ዝደሓኑ ኮይኑ ይስማዕኒ እቲ ቦታ ግን ጎደይቲ እዩ
ኣዝዩ ከቢድ እዩ ሽዑኡ ናትካ ሰርች እናገበርኩ ከለኹ እዚ ዕላል እዚ ምፅኦምለይ ካብኡ ኤደን ምስ ተሰወአት ሓንቲ ግጥሚ ገጢምካ እታ ግጥሚ ኩለን ኣብኡ ዝነበሩ ተጋደልቲ ብጅግንነት ብጾቶም ከቢድ መስዋእቲ ምረትን ርእዮም ዘይነብዑ ነታ ግጥሚ ግን ከም ዝነብዑ እየ ሰሚዐ። እስከ እታ ግጥሚ እንታይ ትብል ነይራትሽ? ፍርቴ፣ ንምንታይ ድያ እቲ ኩሉ ነገር ናታ ህይወት እዩ ዘንብዓካ። ሰብ ኢኻ። ተጋዳላይ ማለት እኮ ጨካን፣ ኣራዊት፣ ፍጹምስ ገለ ነገር ዝተኣሳሰር ኣይኮነን። ዝልዊ፣ ዘፍቅር፣ ጭክን ንዝሓ- ዘብሎ ሰብ እዩ ሕጂ ኣሎ መስዋእትታት ክብድ ክብድ ዝብለካ ናይ ንኣሽቱ ኣለዉ ናይ ዓበይቲ ኣለዉ ሸኽ እዙዝ ዝበሃል ነይሩ ባፅዕ ክነግረኪ እዚ ሸኽ እዙዝ እዚ መዓት ንኣሽቱ እዮም ህፃውንቲ ኣኣትዮም ኣብቲ ኩናት ክምንጠሉ ምስ ረኣየ በግ ነዛ ካላሽን ዓብ ሰብኣይ እዩ ናበይ ካታ ኣቱ ዋዕ ሽኹዙዝ ገለ በለ ተብሎ ያኣኽ ኣነ ኣይኮንኩን ዝወለድኩ ሕንጫላት ቆልዑ ውላድ የብሎም ገለ የብሎም ፍቅሪ ናይ ኣቦኦም ከይጸገቡ ከማን ኣብ መሬት ዝስጥሑ ኣሎ ኢሉ ናይ ኣንኪ ቁሩብ ከይከደኽና ንሱ ተሰዊኡ ሕጂ እዚ ኣሎ እቲ መንፈስ ዝብለኪ ዘለኹ እታ ግጥሚ ክትንበብ ከላ ንኤደን ኩሉ ሰብ እዩ ሓንቂቕዋ ከምዚ ክብለኪ ዝጸናሕኩ ካብቲ ሕቕፎቲ ናብቲ ሕቕፎቲ ትኸይድ ካብቲ ሓንቲ ጓል ናብቲ ሓንቲ ጓል ትኸይድ ኩሉ እቲ ነገር ናታ ንሳ ናባና ምስ ኣተወት ኩሉ እዩ ዝፈልጣ ምሳይ ትገብሮ ዝነበረት ምንቅስቃስ ምሳይ ትገብሮ ዝነበረት ፍቅሪ ኩሉ ከኣ ሰብ ይፈልጦ እዩ ሕጂ እታ መጸውዒታ ጓል ፍሳይ እያ ትበሃል በዛ ዝብለኪ ዘለኹ መንፈስ ክሰግራ ኣይክእልን እየ ኣብ እምሮይ ዘለዋ ክብርታት ኣሎ ኣብቲ ግጥሚ ከዓ ኩሉ ግዜ ዝፈታትኖ ግጥምታት ነይሩ ኣድማዕ ክኾን ኣይክእልን ዛላ ስኢልካ ግን ብድሌት ስለ እትገጥሞ ቅርፁ መልክዑ ክብሩ ዋላ ናዕቱ ገለ ዝበሃል ኣብዚ ዘሎ ቋንቋታት ኣይተብሎን ኢኻ ጥራይ ስምዒት ዝደፍኦ ግን ውሽጥኻ ዝዛረብ ውሽጥኻ እንታይ ከም ዝመስል ዝነግር እዩ። ኤደን ከም ኣርእስቲ ዝሃብናያ እንታይ እያ? ኤደን ንባዕላስ ምንም ሓጢኣት ስለ ዘይብላስ ኣብ ገነት ኤደን እያ ክትሰፍር። እዚኣ እታ ኣርእስቲ ኤደን ኣብ ገነተ ኤደን እያ ትብል። እ፣ ሓጢኣት የብላን ዝብላ ንምንታይ እየ? ክትውለድ ከላ ተወሊዳ ናብ ዓለም ምስ መጸት ብዘይ ዝኾነ ፍቕሪ ከኣ ናብ ገድሊ ከይዳ ዝኾነ ኣበርክቶ ከይበርከተት ከኣ ንመሬት ኣትያ። ኤደን ሕጂ ኣብቲ ኩልና ንጽበዮ ኩልና ንሃርፎ ጽባሕ ንግሆ በብፍርድና እኳ ናብ ሓዊ ድዩ ናብ ማይ ክንኣቱ እንተኾንና ግን ንሳስ ምንም
ኣፍልጦ ዘይብላ ንዘብ ሰብ ኣይቀተለት ንሰብ ሕማቕ ኣይሓሰበት ንሰብ ሓሶት ኣየበለት ከየበለት ስለ ዝኾነሲ ኤደን ኣብ ገነተ ኤደን ኢልና ኢና እታ ኣርእስቲ ሂብናያ። ኤደን ኣብ ገነተ ኤደን ነዛ ንእሽቶ ውላደይ ኣይቀበርኩዋን። ሓመድ ጅግና ክትክደን ከላ እውን ኣይነበርኩን። ንኤደን ጓለይ ነቢዐይ ተፋንኹዋን። ክሳብ ዕለተ መስዋእተይ ከዓ ኣይርሰዓን። እኳ እኳ ክላሽን ከም ተጋዳሊት ዘይዓጠቐት ሰውራን ምረቱን ፍጹም ዘይፈለጠት ካብ ትስለፍ እኳ ስውእ ዘይረኣየት ሕጅሳ ተሰዊኣስ ኣብ መዝገብ ሰማእቲ ሰፊራ ነቦኣን ነዲኣን ብቴሌፎን እያ ትፈልጦም ወለዳ ኣብ ስዑድያ እዩ መነባብረኦም ብድምፆም ፈሊያ እያ ከዓ ሓንቂቓትሎም ሽዑ ግዜ ግን ርግጸኛ እየ ኣነ ንሳ ጥራይ እያ ነይራ ውላዶም። እዛ ሜትሮን ሓምሳን ትኸውን ሄዋነይቲ ከም ንእሽቶ ኣመና ትሕቲ፣ ብጠባይ መጺኻ ዝያዳ ምቅርቲ፣ ኩሉ ዝምስክረላ ምንባራ ሕውስቲ። ሕንቃቐ ንእስነት ኣብ ገድሊ ረኺባቶ፣ ብሓለፋ ፍቕሪ ማሚቓ ሓሊፋቶ። ንኤደን ኩሉ እዩ ኔሩ ኣቦኣን ኣዲኣን ዓይኒ ጋንታ እያ ኔራ ፍልይትን ዝያዳን ግን ንኤደን ካብ መስመር ውግእ ኣርሒቕናያ ብገለ ሃንደበት ከይንስእና ስለ ዝበቐቕናያ ግን ካብቲ ዝፈራሕናያ ከኣ ኣድሓናያ ብሓደጋ መኪና ተሰውያ ስኢናያ ኤደን ንዓይ መስዋእታ ምእማኑን ምቕባሉን ከቢድኒ ንስነ ምግባር ውድብ ክጥሕሶ ገዲድኒ ዝርንዛሕ ነቢዐ ከምዛ ደንጊጻ ትምለሰኒ ሽዑውን እኮ ነይሮም እዮም መሳውእታ ናታ ግን ንዓይ መሪርኒ እቲ ገድሊ ግንባር ዝሃበኒ ኣቦነት ጓል ፍሳሄ ተባሂላ እናተጸውዐት እሞ ኸኣ ንዕዮ ውድብ ኣሃዱ ከይበለት እንሆ ሕጂ ንሓዋሩ ተፈለየት ሰውራ የላል እምበር ኣየማኑን ኣብ ሰፈር ሞት ኮንካ ብሞት ኣይስንበድን ጅግና ጀጋኑ ቀቢሩ ኢሉ ኣየድንን ገድሊ ሓፋሽ ከምኡ እዩ ብሉጽ ዘስእን ዓወት ንሓፋሽ ዘላለማዊ ዝኽርን ስውኣት ኢላ ተዓጽያ ኣብ ዘርኢ ናይቲ ብድሕሪኡ ዝገበርክዎ ዝምድና ቀዳማይ ኣኽሊሉ ወዲ ድሕሪኡ ቬሮን ወዲ ድሕሪኡ ዳይሞን ወዲ ድሕሪኡ ሄርሞን ወዲ በላይነሽን ለገሰን ዝበሃሉ ሰባት ኣብ ሓደ ቦታ እንሆ ደሓን ኣብዚ ቦታ እዚ ምፁ እሞ ገዛ ክህበኩም ኢና ገዛ ሂቦምና ኣለዉ እሞ ንስኹም ከ ኣብዚ ትጥቀሙ ገለ ኢልና ኣምፂእና እዮም። ለገሰን በላይነሽን ተዛሚዶም በላይነሽ ነብሰፆር ነይራ ይሕልዋ ነይረ ኣበባ ስለ ዝወለደት ወሊዳ ከዓ ሱክሊል እዩ እቲ ስውእ ዓርከይ ማለት እዩ ቀረባ ስኣ ስለ ዝነበረት ምስ ሓረሰት ፍሸይ መን ኢኻ ሽም ትብላ ኢላትኒ ኤደን በልለይ በጃኺ ኢለያ ኤደን ሕጂ ሎሚ እንተዘይተጋግየ ጓል ዕስራን ገለን ዓመት ኮይና ትህሉ እያ ጓል እዞም ሕጂ ዝብለኪ ዘለኹ ለገስን በላይነሽን ንኤደን እታ ሽማ ኣብ ሰለስተ ኣርባዕተ ሰባት ከም ተኻይድ ገይረያ ምክንያቱ ኣብ ውሽጠይ ዝነበረኒ ፍቕሪ ኣብ ውሽጠይ ዝነበረኒ ስምዒት ኣብ ውሽጠይ ዝነበረኒ ነገር ኩሉ ምስ ተኳላለፈ ኮንዶኾን ሰንሰለት ገይራስ ናብ ከምዚ ዓይነት መንፈስ ትመጽእ። ምናልባት ነዚ ኣጋጣሚ እዚ ነዚ ቃለ መጠየት እዚ ትርእዮ ዘላ ኤደን ለገሰ ጓል በላይነሽ ጎይትኦም ከኣ ኣዲኣ እንተ ኣልያ ኮይና ኤደን መዘከርታ ክትኾን ክብላ ደስ ይብለኒ።
ናይ ብሓቂ ሕጂ ዘን ዝበልካየን ብስመን ብስም ናታ ከወስታ ዝሂብካየን ዘለኻ እንታይ ስምዒት ይፈጥረለን? ነዚ ታሪኽ ዝፈልጥኦ ዶ? እዚኦም ሕጂ እዞም ለገሰን በላይነሽን ከም ዝብለኪ ዘለኹ እዚ ለገሰ ሰሙን እንግሊዝ ዝመጸ እዩ ሕጂ ከማን ኣዛዚ ገለሎ በላይነሽ ከኣ ካብተን ገዳይም ተጋደልቲ ዝነበረት እያ ሕጂ ኤደን እቲ ዛንታኣ ብምሉኡ ከምዚ ክብለኪ ዝጸናሕኩ ብግጥማ ገለ መለ ከይለኪ ከይተረፈ ምስ ኣዕለልኩያ ሸይ ኤደን ኢልና ኢላትኒ ተሓጒሰ ተወሊዳ እቲ ዝግባኣኒ እቲ ቅድሚት ክግበር ዝግብኦ ነገራት ገይረ ንመን ልክዕ ከምቲ ንዓኣ ክገብሮ ዝግብኣኒ ኮይኑ ዝስምዓኒ እሞ ሕነይ ዝፈድየሉ ዘለኹ ወይ ተሃናይ ዘውፀሉ ዘለኹ ኮይኑ ዝስምዓኒ ሕጂ እውን ሕጂ እውን ደጋጊመ ኤደን ለገሰ ትበሃል እሞ ከዓ ኣዲኣ በላይነሽ ጎይትኦም ዝኾነት ሰብ እንተ ነዛ ፊልም እዚኣ ነዛ ቃለ መሕትት እዚኣ ትከታተላላ ኮይና ኤደን እታ ኣቦኣን ኣዲኣን ኣብ ስዑድያ ዝነበርዋ እሞ መተካእታ ሽማ ዝወረስኪ ዋላ ሓንቲ ነገር ከይፈለጠት ንሰውራ ዝተሰውአት ዓባይ ሓያል ገለ ዓይነት ሰብ እያ እሞ ክብሪ ዝሰማዕ ክብላ ንዓኣ በዚኣ ዘኪራ ከዓ ገለ ነገር ክትገብር ደስ ይብለኒ ኣዝዩ ከቢድ ዝኽሪ እዩ ፊሽ ኣብ ከቢድ ስምዒት እዩ እንኳን ጸኒሕካ ኣብ ናይ ገድሊ ህይወትካ ኣብ ብዙሕ ዝተጓዓዝካዮ መድረኽ ብዙሓት ጀጋኑ ርኢኻ ኢኻ። ሕጂ ግን ክተዕልለኒ ዝደልዮ ዘለኹ ብዛዕባ ጀጋኑ ደቂ ኣንስትዮ ከም መዘኻኸሪ ክኾነካ በዓል ፎርማ ወዲ ሕድሩ ገለ ገለ ዝበሃላ ነይረን እሞ መን እየን እዚኤን? እስከ ጅግንነተን ከ ብኸመይ ትገልጾ?
ፎርቴ ዓሚቕ መጽናዕቲ ከም ዝገበርኩሉ ነዚ ቃለ መሕትት ሓደ ካብቲ ተስፋ ሂቡ ክዕለኒ ዝኽእለ ነገራት እዩ። ኣብ ውሽጢ እቲ ገድሊ እውን መብዛሕትኡ ብዙሕ ቃለ መሕትታት ኣካይድኪ ክትኮኒ ትኽእሊ ኢኺ። ብዙሕ እውን ንዕዘቦ ነገራት ስለ ዘሎ ተገዲስኪ ኣቓልቦ ሂብኪ ፍሉይ ስምዒት ገይሩልኪ ዘሎ ግን ናይ ገድሊ ስለ ዝኾነ መጀመርታ ብስም ኩሎም ነዛ ሃገር እዚኣ ብስም ኩሎም ነዚ መሬት እዚ ብርሃን ክፈጥሩ ዝሓለፉን ህሉዋትን ኣዝየ ከመስግነኪ እፈቱ። ሰብኣይ የጸብቐሉ እዩ ጅግና ክኸውን። ሰማይ የኽፍኣሉ እዩ ፈራሕ ክኸውን ሕዝ ኢልካ ንድሕሪት ዝምፅእ ክትብል ከለኻስ ድርባይ ክብለካ ኩሉ ሰብ ኣይተምሃር ይስምዓካን እዩ ብቕድሚት እንተጠነነ ብቕድሚት እንተሓነነ ብፍሉይ ጅግንነት ፈፂሙ እንተተሰውዐ ተባዕታይ ኮይኑ ኢኻ ትብል እቲ ካሊእ ስእሊ ግን ኣብ ደቂ ኣንስትዮ ክትሪኦ ከለካ እዩ ዝያዳ ዝያዳ ሓይሊ ዘለዎ እዛ ጓል እዚኣ ኣብ ስድራኣ ተቖንጢጣ ዓብያ ወይ ብስድራ ናይ ጉስነት ክትዓቢ ትኽእል ወይ ብከተማ ክትዓቢ ትኽእል ብሒዛቶ ዝመፀት እቲ ዳሓር ዝመፀ ናይ ማዕርነት ጉዳይ ናይ ጋለጋለ ጉዳይ ንጎኒ ገዲፍና ማለት እዩ ብፃልጡ ግን ኣብ ኩናት ንሓንቲ ጓል ኣንስተይቲ ኣትያ ድፍረታ ሓይላ ብቕዓታ ድሒርካ ትሪኦ ፍቕራን ሓልዮታን ሕንቃቐን ከኣ ብቕድሚት ትርእዮ። ክልቲኡ እያ ምሳኻ ዘላ፣ ትቖምለካ። ኩሉ እዚ ዝንቡዕ ኣተሓሳስባ ዘለዎ፣ ስድራ ዝናፍቕ፣ ከምዚ ክኸውን እየ ዝብል ዝበዝሓ ደቂ ኣንስትዮ ኤርትራ እየን ቀይረንኦ። ነዚ ኩሉ መንእሰይ ዝብለኪ ዘለኹ። ብዙሕ ሰብ ብዙሕ ሰብ ብዙሕ ሰብ ዝነበሮ ኣተሓሳስባ ክፍንጨል ከሎ፣ በይኑ ክሓስብ ከሎ፣ ከስተማስል ከሎ፣ ገለ ክገብር ክፍትን ከሎ፣ ገለ ክገብር ጌጋታት ከብዝሕ ከሎ፣ ሓብሒበን ሓቚፈን ፍቕሪ እናርኣያ ሓልዮት እናርኣያ ዝቐየርኦ ደቂ ኣንስትዮ እየን። እዚ እቲ መዓልታዊ ንጥፈታተን ወይ ከኣ እቲ መዓልታዊ ህይወታተን እዩ። ኣብ እዋን ውግእ ከኣ ማዕረዚ ክንሪኦ ዝጸናሕና ሓልዮትን ማዕረዚ ክንሪኦ ዝጸናሕና ከኣ ሰብኣይ ምሉእ ሰብኣይ ንድሕሪት ክምለስ ከሎ ሕንቕ ኣቢለን ክሪስቲን እቶ ናብ መናዲ ከኣ ክትምለስ ደሊኻ ዝብላ ክጀሃራ ዘይክእላ ገለ ዓይነት ስራሕ ክሰርሓ ዝኽእላ ደቂ ኣንስትዮ እያ ንፈልጥ ኣብ ክልተ እዋን ንበዓል ሕድሩ ንበዓል ፎርማ ወዲ ንበዓል ዛሕጂ ሩት የሴፍ ንመንግስቱ ካብዚኣተን መንግስቱን ሩትን ጥራይ እየን ዘለዋ። ሕድሩን ፎርማዊ ድንግን ተሰዊኤን እየን። ኣብዚ ሃልሃል ዝብል መጋርያ ናይ ማርሳ ተኽላይ ውግእየን ተሰዊኤን። እዘን ሰባት እዚኣተን ብቕዓተን፣ ሓይለን፣ ምስቲ ክብለኪ ዝጸናሕኩ ብቐትሪ ዘሪኣኻ ፍቕሪን ሓልዮትን ካልእን ካልእን ካልእን ከኣ ኣብቲ ኩናት ከኣ ካልእ ፖለቲካ ሰርሓ፣ ካልእ ወተሃደራዊ መልእኽትታት ሂባ። ክትተብዕ ክትሕይል ልዕሊ መን ኮንካ ትሕቲ ትሕቲ ዝኾነ ይኹን ሰብ ክትረኣ ኣይደልኻን ነገር ዝተኣሽሙ ኮይኑ በጨቕ ኢልካ ንድሕሪት ክትምለስ ከሎ ኣጆኻ እቶ ኢላ ደፊኣ ተእትወካ ኣየናይ ዶ የጸብቕ ሰብኣይ ክብል ከሎ ሰበይቲ ወስ ተበልካ ኢኻ ማን ኣይ ይብል ዋላ በዘ ልማድ ዝጸንሐ እዩ ሰበይቲ ንዓ እቶ ንዓ ኣጆኻ ተዋጋእ ንዓ ኣብዚ መስመር እዚ ኮንካ ሓይሊ ፍጠር ንዓ ኣብዚ መስመር እዚ ኮንካ ብጅግንነት ዋሳእ ክትብል ከላ ግን ካልእ ተኣምር እዩ በዓል ሕድሪ ከም ዝፍጽማ ነይረን። እዘን ጀጋኑ እዚኣተን ሕጂ ብዝኽሪ መጺኻ፣ ብመንፈስ መጺኻ፣ ብኣተሓሳስባ መጺኻ ክትዝክረን ከለኻ ስእልታተን እቕጀለካ። ኤርትራዊት ጓል ኣንስተይቲ እንታይ እዩ ብቕዓታ፣ እንታይ እዩ ሓይላ፣ እንታይ እዩ ሚዛና፣ እንታይ እዩ እቲ ጸዋርነታ፣ እንታይ እዩ ትሂታ ምስጢራ ኢልካ ክትገብር ትብል ትኽእል። ሰብኣይ ከም ዘሎኪ ዝጸናሕኩ እየ። ሕድሩ፣ ፎርማ ወዲ፣ መንግስቱ፣ መንግስቱስ ተገቲራ ክትመጽእ ከላ ኩሉ ወተሃደራዊ ክዳና ገለ መለ ጌራ ክትመጽእ ከላ ወዲ እዩ ዝመስለካ። እምኒ ጌርካ ድርብይ ተቢልካ ተገምጢላ እያ ንዓ ትትኩሰልካ። ኣቲ ድንን እንደ በል ኢልካስ እምኒ ክትድርብየላ ተፈቲንካ ኣብ እግርኻ እያ ትትኩሶ ጥይት። መንታ ዲኻ ኣእቲካ እያ ትብለካ። ኣፍ ልበይ ተሃሪም ተገቲረ እየ ዝዋጋእ እያ ትብለካ። ተገቲረ እየ በዓል ሕድሩ ዘለወን ጥበብን ሓይልን፣ በዓል ፎርማዋዲ ዘለወን ሓይልን ጥበብን፣ በዓል ዝሓጀሩት የሴፍ ሳያ ነይረን። መስዋእቲ ናይዚኤን ክትርኢ ከለኻ ተንቀጥቅጥ። ኣነ ኣብ ኣእምሮይ ዝዝከረኒ ብዙሕ መስዋእቲ ናይ ደቂ ተባዕትዮ የለን። እዘን ከምዚ ገለ ክኸፋፍታ ዝኽእላ፣ ገለ ክፈናቕላ ዝኽእላ ደቂ ኣንስትዮ ግን ገና ካብ ኣእምሮይ ክሃስስ ኣይክእላን እዩ። ኣብ ዘሰይም ውጥሕ ዝነበርኩሉ እዋን ትሽዓተ ደቂ ኣንስትዮ ነይረን ምሳይ። ትሽዓቲኤን ጥራይ! ወዲ ዝበሃል የብልናን ኣነ ጥራይ እየ ሓደ ወደን ኩለን ኮፍ ኮፍ ኢለን ኣብ ጎጉጅለታት ኣብዚኣ ኣብቲኣ ኣብቲኣ ኣብቲኣ ኣብቲኣ ኢለን ሙሉእ ግንባር ዓፅየን ነይረን ትሽዓተ ደቂ ኣንስትዮ ነግረክ ኣለኹ ኣለዋ ኣብ ህይወት ኣለዋ በዓል ጓል ጫማ ትሽዓተ ኣለዋ ደቂ ኣለዋ ኣንስትዮስ በይንኻ ወድስ ኣብ ኩናት ኣትዮም ቦጦሎኒ ኢና ንኩናት ኣይኮነን ቦጦሎኒ ነይርና ቦጦሎኒ ኣትዩ እቲ ቦጥሎኒ መውጋእትን መስዋእትን ምስ ኣጋጠመን እናጎደለ እናጎደለ ምስ መጸ ንሕና ትሽዓተ ጥራይ ተሪፍና ውጡሕ ማለተይ እየ ንትሽዓቲኤን ከኣ ምንታይ እዩ እቲ ናተን ጅግንነት ናተን ሓይሊ ኣሉ ኣብ መሰኻኽር እየን በዓል ጓል ጫሕማ እንዳ ኩካ ኣላ ሕጂ ብመኪና ትዝውር ጓል ቀሺ ኣላ ጓል ደብሮማ ኣላ ገለ ኩለን ኣለዋ እዚኣተን ገለ ክፋለን ትሰውኤን ክኾና ወይ ገለ ነዊሕ ድሃየን ዘይረኸብኩ ተዘይኮይኑ ትሽዓቲኤን ልዕሊ ዝኾነ ይኹን ኣነ ዝበለ ጅግና ተጋዳላይ ኣብኡ ተገቲረን ቃልሳትን ካልእ ተኣምራት ዝሰርሓን እየን ኣነ ጥራይ ናብ ኩለን ተንቀሳቒሰ ምስኣተን ዘብል ነይረ። ናይ ብሓቂ
ናይ ደቂ ኣንስትዮ ታራ ብቐሊሉ ክሕለፍ ዝከኣል ኣይኮነን። ክቡራት ተዓዘብትና ከምዚ ትሪእዎ ዘለኹም ምስ ገዲም ስነጥበበኛ ፍስሃየ ወርቅነህ ፊሽ ነካይዶ ዘለና ካብቲ ኣዝዩ ክስገር ዘይብሉ ጅግንነት ናይ ገድሊ ገድሊ ከመይ ይመስል ናይ ፊሽ ኢና ነዕልል ዘለና እሱ ከማን ካብ ባሕሪ ብጭልፋ ገለ ካብቲ ተዘክሮ ክንጠር ዶ ይብሉ ዝበልናዮ ኢና ቁንጭል ቁንጭል ኣምጺእና ነቕርቦ ዘለና እምበር ኣዝዩ ገፊሕ ኣርእስቲ እዩ። መደብና ጌና ቀጻሊ እዩ ዘሎ ኣብ ስምዒታት ናይ ገድሊ ሕቶታት ኢና ዘለና። ዝቕጽል ዶ ንኺድ? ናብ ዝቕጽል ስነጥበበኛታት ሰጊርና ክቡራት ተዓዘብትና ከምቲ ትርእይዎ ዘለኹም ምስክርነት ንምሃብ ዝቐረቡ ስነጥበበኛታት ኢና ንርኢ ዘለና። ሕጂ ድማ ናብ ዝቕጽል ስነጥበበኛ ክንሰግር ኢና። ንከታተል።
ንፍስሃየ ወርቅነህ ንፍሽ ንሕና እኳ ሓምበጀግ ኢና ንብሎ ነርና ብሓምበጀግ ኢና ንፈልጦ እቲ ሓይልታት ዝነበርናዮ መጀመርያ ኣብቲ ግንባር ሰሜናዊ ምብራቕ ሳሕል ኣብቲ እግሪ ናይ ደንቦበ ጥርቕሩቕ ዝበሃል ቦታ ኣብኡ ኢና ንፋለጥ ኣነ ንሱን ንሕና ብኻልእ ቦታ ኢና ንሳቶም ብሰላሕታ ኣቢሎም ንግንባር ሰሜናዊ ምብራቕ ሳሕል መጺኦም። ሕጂ እታ ዝነበርናያ ቦታ ጥሮቕሮቕ እያ ትበሃል። ኣብኡ ኢና ኣነን ሓምበጀግን ንፋለጥ። ክንፋለጥ ኮለና መጀመርያ ኩሉ ግዜ ናይ ፊሽ መለለይኡ ከምታ ኩሉ ግዜ ንዛረባ ጆኬር ተጻዋታይ ሰሓቅ ዝፈቱ ስለ ዝኮነ ሕጂ ኣብ ሂወት ንሕና ከኣ ኣነ ከኣ ብጣዕሚ ውዑይ ስለ ዝነበርኩ ኣብቲ ኣሃዱ ፍሉይ ዝኮነ ኣፍልጦ ነርና ማለት እዩ ቀልጢፍና ኢና ተፋሊጥና ሕጂ እንሳቶም ኣብቲ እግሪ ደንበቤት ነሮም ንሕና ጊን ኣብታ ቀንዲ ማይ ዘላታ ጥሩቅሩቅ ትበሃል ኣብኣ ኢና ነርና ብፍሉይ ምስቲ ዋዒ ዝነበረና ምስቲ ንእስ ኢልና ምንባርና ነዞም ከምዚኦም ዝኣመሰሉ ሰባት ከዓ ጆክ ስለ ዝፈቱ ለጊቡ እዩ ዝሕዞም ሓምበጀክ ኣብታ መጀመርያ ናይ ሓምበጀግ ቀንዲ ዝተሰምዐህና ኣብቲ ሓይልታት ሓደ ካብቶም ተዋጋእቲ ተጋደልቲ ተጋደልትስ ብዙሕ ዓይነት እንድዩ ካብቶም ውፍያት ስለ ዝነበረ ኣብ ምናልባት እንተዚ ረሲዐያ ኣብ ሰማንያን ሰለስተን ዕለት ዕስራን ሓደን ወርሒ ሰለስተ ኣቢላ ዝነበረት ኩናት ንሕና ብታሕቲ ኣቲና ንሳቶም ግን በቲ ግንባር ታባኣሮብ ዝበሃል ብኡ ኣትዮም ሕጂ ብዙሓት ምሩፃት ተጋደልቲ ኣብኡ ኣወፊና ማለት እዩ ብዙሓት እጂ ክጠቕሶም ኣይክእልን እየ ብዙሓት ካብተን ኣለዋ ዝተባህላ ደቂ ኣንስትዮ እቲ ድፋዕ ነቕ ምባል ስለ ዝኣበየ ብዙሓት ናይ ብሓቂ ካብ በዓል ሰላሕታ ኣምሊጦም ዝመፁ ውፍያት መራሕቲ መሳርዕ ዝነበሩ መራሕቲ ጉጅለ ዝነበሩ ሓያል ተጋደልቲ ኣብኡ ተወፍዮም ኣብኣ ሓምበዠግ እግሩን ቸስቲ ኣፍልቡን ተሃሪሙ ብብርቱዕ ማህረምቲ እዩ ተሃሪሙ ሓደ ካብቶም ብርቱዕ ማህረምትን ሃሰይ ሃስያን ዝወረዶም ማለት ብመውጋእቲ ሽዓ ምስ እቲ ኩናት ንሕና ዝነበርናዮ ዋላ ነቕ እቲ ግንባርሲ ነቕ ኣይበለን ዝፈሸለህና ማለት እዩ ብዘይካ እታ ናይ ግንባር ሰሜናዊ ምብራቅ ሳሕል ውቃው ምድምሳስ ቀቂድማኣ ካብ ኣጎት ዝተመለስናሉ ብዘይካ ቂድማኣ ነራያ ኩናት ኣብ ወርሒ ሸውዓተ ድዕቲ ዓለታ ዕርየ ሽዓ እዩ ሓምበጀግ ብብርቱዕ መውጋእቲ ተወጊኡ ዋእ። ደሓር ኩሉ ተጋዳላይ ን ኣብ ኩናት ውዒሉ ምስ ተመልሰ መነመን ተሰዊኦም መነመን ደኣ ተወጊኦም ትበሃሃል እኻ ሽዑ በዓል ሓምበጀግ ተሃሪሞም ከምዚ ዝኣመሰለ ተወጊኦም ገለ ምስ ተባህለ ኩሉ እቲ ተጋዳላይ ተሰሚዕዎ ሽዑ ናብ ጎይላን ናብ ገለን ስለ እባ ትርስዖ እምበር ናይ ብሓቂ እቲ ግዜ እቲ ኣብ ተደራራቢ ግዜ ካብ ኩናት ካብ ሰላሕታ ናብኡ መሊሹ ከኣ እቲ ብግንባር ሓልሓል ዝነበረ ሰራዊት ከኣ ማዕረ ማዕረ ናብኡ ስለ ዝሓለፈ እቲ ይፋለጡ እዮም ነንሕድሕዶም ሕጂ ኣብቲ ተደራራቢ ዝነበረሉ ናይ ኩናት ግዜ በዓል ሓምበጀግ ዓቢ ታራ ይጻወት ነሮም ማለት እዩ። ብድሕሪኡ ከላስ ከም ሓደ ጆኬር ከም ሓደ ተዋዛያይ ስለ ዝፈለጠኒ ንዓይ ለጊቡ እሂ እዚ እሂ ከመይ ትገብር ነርካ እሂ ከምዚ ገበረ እሂ ከምዚ ገበረ እንዳበልና ብሰሓቕ ኢና ነሕልፎ ነርና ኣብ ገድሊ ማለት እዩ ድሕሪኡ እውን ኣብዚኣ ድሕሪ ናፅነት ኣብዚ ኣቲና ኣነ እቲ ስነ ጥበብ ዝበሃል ቆቁርብ የብኡ ዝፍትኖ ነረ እምበር ዕርየ ድሕሪ ናፅነት እየ ብዚ ፈቲነዮ ቀዲሞም ዝፈተኑ ቀዲሞም ዝሰርሑ ዝነበሩ ዋላ ኣብቲ ስነ ጥበብ በዓል ሓምበጀግ በዓል በዓል ፍሽ እዮም ማለት እዩ።
ክቕፅል እዩ ሓንቲ ኣዝያ ዝገረመትኒ ፍጻመ ኣላ እታ ፍጻመ እንታይ እያ ፍሽ ተዘክሮታት ናይ ኪናት ሕድሕድ ካብ ማህደር ስዉእ ትብል ግጥሚ ብዛዕባ ኪናት ሕድሕድ ዝነበረ ፍጻመ ክትገጥም ኣብ መድረኽ ደይብካ እንዳ ገጠምካ መስዋእቲ ኣቦኣ ብግጥሚ ዘርዳእካ ተጋዳሊት ኣላ ሓቀይ ምሽ ከመይ ነይሩ እቲ ፍጻመ ነታ ተጋዳሊት ከ መስዋእቲ ኣቦኣ ብግጥሚ ክም ሰርዳእካያ እቲ ስምዒት ናብ ከመይ ተቐይሩ? ሕጂ ልዕሊ ኣርብዓ ዓመት ዝገበረ ግጥሚ ክዝክር እየ ክፍትን ኮሊፈ ከቕርቦ ምክንያቱ እቲ ካብ ማህደር ስዉእ ነዊሕ እቲ ግጥሚ እቲ ግጥሚ ኣብ ሓይሊ ኣብቲ ንሕና ዝነበርናዮ ተነቢቡ ገለ ስምዒት ሂቡ ብዙሕ ሰብ ደስ ኢልዎ ክብል ይኽእል። ብድሕሪኡ ከዓ ኣብ ናቕፋ ምስ ከድና ኣብቲ እንዳ ኪነት ዝበሃል ቦታ ከዓ ተምሃሮ ነይሮም ተምሃሮ ናእሽቱ እጅ ነዚኣቶም ከዓ ይነበበሎም ተባሂሉ እታ ግጥሚ ትንበብ ነይራ ማለት እዩ። ድሕሪኡ ሽዑ እያ እቲ መስዋእቲ ናይ ኣቦኣ ትርዳእ። ተኽሉ ሸሪፍ እዩ ዝበሃል ኣቦኣ። ሰውዩ ሽዑ ካብቲ ግጥሚ እህ ኢላ ሰንቢዳ ትወድቕ ጣውላ መስዋእቲ ናይ ኣቦኣ ምስ ሰምዐት ማለት እዩ ጅዚ ሰብ እዚ ከኣ ናይ ካብቶም ኣብ ኩናት ሓድሕድ ዝተሰዉ ካብቶም ዓበይቲ ጀጋኑ ንብሎም ኣርካናት ንብሎም ገለ ካብኣቶም እዩ እንጂ ኣነ ኣይፈለጥኩን እቲ ግጥሚ ምስ ተወድኣ ግን እታ ግጥሚ ሃበኒ ትብለኒ እታ ግጥሚ ከም ህያብ ንመዘከርታ ናይ ኣቦኣ ተኽለ ሸሪፍ ኢለ እያ ተካማህ ደርሱ ትብል ግጥሚ ግን እንታይ እያ? ኣተንብህ መሬት ካብ ዝረኣኽዮ ኣበሳ ፊሒርኪ ዝቐበርክዮ ነቲ ናይ በረኻ ኣንበሳ ንጎኒ ጎሲኺ ዘይቅብኣቱ መጎሰ ኮነ ወደሳ ኣዘንቱ እዮ ኩሉ ሕጂ ከይኮነኪ ጽባሕ ጣዕሳ ሕጂ እታ መሬት ልክዕ ከም ኣክተር ከም ካራክተር ኮይና ከኣ ትምልስ ኣላ እቲ መሬት ትብሎ ቃል ሓቁ ይሃድድ ኣሎ ትድገም እቲ መሬት ትብሎ ቃል ሓቃ ይሃድድ ኣሎ ሃህ ኢለ ክዛረብ ካብ ተረኽበ ዕድል ሓንሳብ ንሓዋሩ ፍጹም ዘይብለል ታሪኽ ካብ ኮነ ንኹሉ ዝገናጽል ካልእ ጽናሓልና ኣብ ኩናት ሓድሕድ ዝተሰውኡ ሰማእታት እስኪ ብዛዕብኦም ንዕልል ገና እግሩ ከይደልደለ ንምድሩ ገና ከይተለለ ንቓጻ ብዕሸሉ ዝነሃለ ዛንትኡ ክንገር ሕጂ እነሆለ። ርእሲ ምድናን ይትረፍ ነብሰ ምቁጽጻር ይገበር ኩናት ፍልፍል በራኽ ፈንቅል ዶ ክዝክር ትልሕቀት ይሕወሃትና ጥፉ ሽንኡ ክቀላጠፍ ምስጢር ናይታ ርክብ ጉድጓድ ኣብኣ ክተርፍ ዝባናት ዛግር ምድረ ቐዝሒ ሳልሕ ጠጠው ኣሎን ዶብቲ ሰውሒ ዝብሃጎ ዓወት ጸግዒ ድነ ከውሒ ኔራ እንድያ ኣብ መስዋእቱ ድምቕቲ ወርሒ ዓየት ተራኺኡ ብነባጋላ ክትምስክርሉ ዓርሞሸሽ ጅግና ጅግንነቱ ክትነግርሉ ንፈጣሪ ሰውራ ተኽሉ ሸሪፍ ወሴክ ከተማጎትሉ ኣብ ዘበነ ሓድሕድ ቀሊል ህይወት ኣይኮነን ተኸፊሉ እቲ ዘይርሳዕ ውግእ ኣዶብሓ ዕንወቱ እናጸየነ ዝንሃለ ርሓ ንደበንገረ ጸላም ደሙ ዘብርሃ ሕርኽራኽ እዋን እዩ ነይሩ ድበቱ ዘንጽሃ ኲናት ግልዕ ጅግና ዝመንዝዕ ዘየጃህር ዓወት ብደሙ ዝጎስዕ መን እዩ ተሃንዲኑ ንመን ይኸነትዕ ንገድሊ ሓቂ ሓቅነቱ ከዝንዕ መድያ ኤርትራ ሓደ ውድብ ጥራይ እዩ ዝጻወር ዝመበገሲኡ ዝተሰግረ መሪር ዕግርግር መን ድዩ ተዓዊቱ ኣብ ኩናት ገረግር ብዋጋ ጅግና እንድዩ ታሪኹ ንዝክር እሞ ንመን ዘኪረ ንመን እየ ክገድፍ ዶስ ዕፉን ብሽፉን ኢለ ክተርፍ ወላስ ታሪኽ ከም ብታሪኹ ክጓሓፍ እሞ ኢለ ዶ ኣርባዕተ ነጥቢ ክጽሕፍ እያ ትብል እታ ግጥሚ
ኣዙይ በቃ ኣዚ መሳጢ ግጥሚ እዩ ዝኽርን ርዝነት ናይቲ ግጥሚ ኣዙይ ዝትንክፈካ ፊሽ ናይ ብሓቂ ደስ ብለኒ ኣሎ ንዓይ። ምናልባት ነዛ ንእሽቶ ግጥሚ ዝኽርታት ዘለዎም ህልዋት እንተልዮም ዕድለኛታት እዮም እሞ እቲ ኣጉዲለዮ ዘለኹ ባዕሎም ይመልእዎ።
ካሊእት ዝገርመትኒ ፍጻመ ናበይ ክሰግር ይመስለካ እዛ ሕጂ ኣደ ደቅካ ዘላ በዓልቲ ቤትካ ሕጽኖት ምስ ተዛመድካያ ማለት እዩ ሕጽኖት ምስ ወዳእካ ዛዛ ምኪናትና ዓዲ ቀይሕ ክተርክብ ግንባር ዓዲ ቀይሕ ክተርክብ ማለት እዩ ሕጽኖት ዝተመርዓካሉ ኣብ ናቕፋ እዩ ነይሩ ካብ ናቕፋ ንግንባር ዓዲ ቀይሕ ከይድካ ካብኡ ንግንባር ዓዲ ቀይሕ ስለ ዝኸድካ ናብ ኣዛዚ ሰራዊቱ ዝነበረ ደብዳቤ ጽሒፉ ሰዲዱ ኢሎምኒ። እስከ ከመይ ኔራ እንታይ ክትብል ኔራ እታ ደብዳቤ? ሕጂ ፍርቴ እርንብ ኢለ ንዓይ ትኾን ሰብ ክዛመድ እየ ኢልካ ምስ በልካ ስሕብ ኣቢሎም ነዛ ጓል ሒዞማ ከይዶም። ቦጠልንስ ተቐይራ ማለት እዩ። ካብ ኣነ ካብ ስለፍ ኣትሒዘ ዝፈልጦ ሓላፊ ናይ ብርጌድ ኣርብዓን ኣርባዕተን ሕጂ ዘሎ ጀነራል ማለት ካብ ውሽጠይ ካብ ልቢ ዘፍቅሮ ፍሊጶስ ወልደሃንስ እዩ። ናብኡ ክጽሕፍ ሽዑ ኣብቲ ግዜ እቲ ህዝባዊ ግንባር ማዕርግ ኣይሃበን ነይሩ። ኣርእስቲ ናይታ ደብዳቤ ግን ንሱ እውን ዝዝክራ እዩ፣ እንተ ምናልባት ነዚ ቃለ መሕትት ክሰምዓ እንተፈቲኑ፣ ህዝባዊ ግንባር ገና ናጽነት እውን ኣይመጸን፣ ትረፍ ማዕርግ ሽመት ገለ ክህብ፣ ኣነ ግን ናብ ፊልድ ማርሻል ሕጂ ንምንታይ እያ እዛ ፊልድ ማርሻል ትብል ቃል ንድሕሪት ግን ሞንቶጎመሪ፣ ሮምየ፣ ኣይዘንሃወር ገለ ዝበሃሉ ናይ ጀርመን ረጅመንትታት ዝመርሑ ዝነበሩ መዓት ውግኣት ዘካይዱ ዝነበሩ ወተሃደራዊ ብቕዓቶም፣ ወተሃደራዊ ክእለቶም፣ ወተሃደራዊ ሳይንሳዊ ጥበባታቶም ንኹሉ ዓወታታት ክሓፍሱ ዘኽእሎም ብቕዓት ዝነበሮም ናይ ኣመራርሓ ብቕዓት ዝነበሮም ሰባት ስለዝነበሩ ንሃና ከኣ ፊልድ ማርሻል ደልየ። ናህና ናህና ፊልድ ማርሻል በቲ ኣነ ዝፈልጦ ቅዲ ናይ ኩናት ዝፈልጥ ሰምሃር ሕጂ ንፍሊፖስ ከም ከብዲ ኢድ እዩ ዝፈልጣ ገረብ ኣበየላ ማይ ኣበየላ ገለ ኣበየላ ሓደ ካብቲ ፍሊጶስ ዝፈልዮ ነገር ካብቲ ናህና ንሕና ንፈልጦ ካብቲ ጽቡ ጌርና ኣብቲ ሜዳ ነንብቦ ነገር እንተልዩ ዝኾነት መሬት ገረብ ዋላ ቆጽሊ ትኾን ከይተረፈት ኣጽብዩ ገይሩ ዝፈልጣ ኣብ ድያሪ ከኣ ዕለት ናይ ምዝካር ተኽእሎ እዚ ዕለት ክንድዚ ከምዚ ሰዓት ደቂቅ ከይተረፈ እዩ እቲ ኣሽሙታ ዝዝክር ነይሩ ሕጂ ሓላፊ እዩ ወላዲ እዩ ይሕንቅቀካ እዩ ክትጋገ ከለካ ኣይምሕረካን እዩ እዚ ኩሉ እዚ ተሓቂፉ ስለ ዝኸይድ ትህቦ ክብርታት ኣይልወጥን እዩ ኣብ ገሊኡ ክትጋገ ከለኻ ሕድገት ዝገብረልካ እሞ ጽባሕ ንግሆ ንጌጋታትካ መመሊስካ ከተዓባብዮ ዘብለካ ሰብ ኣይደፋፍኣካን እዩ። ሕጂ ኩሉ እዩ ሕጊ ካብ ሕጊ ክትሓልፍ ኣይደልየካን እዩ። በቲ ክትፈልጦ ዝግብኣካ ፍቕሪ ከፍልጠካ ዝደሊ እዩ። ኣሃዱ ጠርኒፉ ከኣ ዝመርሕ ዘዋግእ ምሉእ ሓላፍነት ተሰኪሙ ከኣ ንፋጩ ዝሰቲ እዩ። ኣብ መስመር ውግእ ከኣ ስለ ዝርከብ ምስ ምሉእ ብቕዓቱ ከኣ ስለ ዝነበረ ሕጂ ሓንቲ ደብዳቤ ክጽሕፈሉ ኣለኒ ኢለ እታ ኣርእስቲ ከምዛ ክብለኪ ዝጸናሕኩ ናይ ጀርመን ጥራይ ክንሰምዕ ኣይንደልና ሞንቶጎመሪ ዶ ሮሜል ዶ ኣይዘንሃወር ዶ ቁስት ቀሰ ናሃልያኒ እንዶ ናተይ ጀነራል ነዚ ጀነራል እዚ ባዕለይ ዶ ይህቦ ማዕርግ ህዝባዊ ግንባር ገና ማዕርግ ዝበሃል ከይሓሰበ ናጽነት ከይመጽእ ከሎ ፊልድ ማርሻል ፊሊጶስ ወልደሃንስ ተባሂሉ ሃእ ተበጅሉ ሕጂ ኣብዚ ኢትዮጵያ ሓደ ሰማዕ ኣለኹ እዚ እንታይ እዩ ዝበሃል እዚ ብርሃነ ጁላ ዶ ገለ መለ ፊልድ ማርሻል በጺሑ ዝብሎ ዘሎ ፊልድ ማርሻል መን ኣለዎ ተልክኒ ግን ኣባና ኣለዉ ፊልድ ማርሻላት ጥራይ ዘይኮነስ ልዕሊኡ ብቕዓት ዘለዎም ሓለፍቲ ኣለዉ ገሊኦም ህልዋት ገሊኦም ስውኣት ከኣ ሕጂ እታ ደብዳቤ እንታይ እያ? ሓጻር እያ፣ ገየ ከይንወሓልኪ ማለት እዩ። ዝኸበርካ ፊልድ ማርሻል ፊሊጶስ ወልደሃንስ፣ እዚ ገና ናጽነት ከይኮነ፣ ህዝባዊ ግንባር መንግስቲ ከይኣኸለ፣ ስልጣን መዓርግ ከይሃበ ከለኹ፣ ብውልቀይ ንዘለካ ብቕዓት ዝገልጽ ዝሃብኩኻ መዓርግ ስለዝኾነ፣ ድንን ኢልካ ቴንኪው በለኒ። ድሕሪኡ ዝቕጽል እቲ እትፈልጦ ብንእስነት እንተስ ብኻልእ ምኽንያት ኣብ ኩሉ ጌጋታት ናይ ጾታ ዝነበረ ሰብ ኩሉ ነገር ገዲፉ ሕጂ ሓዳር ክገብር እሞ ማሚቐ ምስ ሓንቲ ክነብር እየ ኣብ ዝበለሉ ሰዓት ነዛ ጓል እዚኣ ናብ ካሊእ ኣሃዱ ምቅያር ተገይሩ ተቐይራ ኣላ። ምረጽ። ወይ ክዓብድ ወይ ከኣ ተጠርኒፈ ምስ ሓዳረይ ክገብር መልስኻ ጽበ ኣኽባሪኻ ምስኪን ምልሻ ተራ ወተሃደር ፍስሃየ ወርቅነህ እሱ ጀነራል ኣነ ከኣ ኣብዚ እዛ ደብዳቤ ክትጽሓፍን ባህሊ ናይ በጦሎኒ ዳሊና ኣብኡ እንዳሰራሕኩ ከለኹ መጽያ ትካል ላብል ክብለንን ሓንቲ እያ እዚኣ እያ እታ ዛንታ ዘሊልካ ምናልባት ግን ሕጂ እንታይ እዩ እቲ ኩሉ ሰብ ዝብሎ እ፣ ዋላ እ፣ ምቕልል ኢልኪ ጥራይ ዘይኮንኩስ ከይተሰከፍኪ ክትሓትኒ ምፍታንኪ ሓደ እቲ ናይ ብቕዓትኪ ሚዛን እዩ ኣሎ ጉድለታት ናይ ሰብ መ- መወዳእታ የብሉ ኦ፣ ልክዕ። ሰብ ብብዙሕ ሰብ ሰብ ጌታታት እዩ ዘብል ልክዕ። ናይ ጌጋታቱ መምዘኒ ግን እንታይ ይመፅእ ኣሎ እ፣ ወስ እንዲ እንተ ከምዚ ዝገብር እንዲ እንተ ከምዚ ስኢሉ ምሽ ኣሎ ዝገበርካዮን ዘይገበርካዮን ሽም ምሩር እንዳኾነ ይቕፅል
እም፣ ሕጂ ከ ናብ ሓደ ናይ ጅግንነት ፍጻመ ክሰግር ይፍሽ እዚኣ እንታይ እያ ናይ ገድሊ ሕቶታትና እና ብምዝዛም ገጽና ኢና ንኸይድ ዘለና እቲ ታሪክ ከዓ ምስ ሰማዕክዎስ ንምንታይ ዘይዝንቶ እሞ ከዓ በዓል ታሪክ ብሂወት ከለውሲ እቲ ታሪክ ንምንታይ ዘይዝንቶ ከምዚ ክሰምዖ ከለካ ሕጂ ኣነ ኣብኡ ስለ ዘይነበርኩ ምናልባት ክሰልቸወኒ ይኽእል ይኸውን ምናልባት ንዓይ ሰልቸወኒ ከመይ ዓይነት መንእሰያት ወይ ንኣሽቱ ግን ኖርማል ልቢ ወለድ ገለ ክመስሎ ምኽእል እዩ ዝንዕለሉ ዘለና በዓል ታሪኽ ኣብኡ በዓል ውዕለ ዝነበረ ክዕድለካ ከሎ ግን ካብ ዝዓቢ ጸጋ የለን እሞ ናይ ሃገርካ ታሪኽ ኣነ ኣዝየ ተሓጒሰ ዘለኹ ዳትስ ዋይ ከኣ ነተን ወላ ይንዋሕ ናይ ገድሊ ሕቶታት ክሰገሮ ዘይደለኹ ዘለኹ ማለት ናበይ ከኸይድ እየ ናብ ጋነንሰ ወዲ ማጆር ኣብ ዞባ ደቡብ ዝነበረ ኩናት ትዝክሮ ናይ ምስ ገረንሰ ወዲ ማጆር ዝነበረ ኩናት ብፍሉይ ትዝክሮ ኣላ ዝብል ዕላል ሰሚዐ እሞ ከመይ ነያ እታ ኩናት ገረንሰ ወዲ ማጆር ከ ብኸመይ ትዝክሮ?
ፎርቱና እዚ ብፍላይ እዚ ናይ ውጡሕ ኩናት ብመን እዩ ተመኪቱ ኢለ ብ ሕጂ ቁሩብ ርግእ ኢለ ዕድመ ምስ ወሰኩ ምልስ ኢልካ ገለ ነገራት ከተንብቦም ክትፍትን ከለካሲ ኩናት ውጡሕሲ መን እዩ ሓቂፉ ኔሩ ኢለ እየ ኣናላይዝ ዝገብሮ ንኣሽቱ ኔሮም ሓደሽቲ ዋላ ሓንቲ ነገር ዘይፈልጡ ቁሩብ ዕድመ ዝወሰዱ ኣብቲ ገድሊ ተመኩሮ ዘሎም ሰባት ከኣ ኔሮም ካሊእ ከኣ ኣብ ሰብዓታት ዝወጸ ከኣ ሰብ ኔሩ ከም ዝብለኪ ሰልስቲኡ ዝሓቆፈ እዩ ኔሩ ሕጂ ኲናት ናይ ውጡሕ ብኹሉ ሸነኻቱ ክትመዝኖ እንከለኻ በጦሎኒ ሰለስተ ሚእቲ ወይ ሰለስተ ሚእትን ሓምሳን ጸኒሕካ ኣብ መዓልትታት እናጎደለ እናጎደለ እናጎደለ እናጎደለ እናጎደለ ክኸይድ ከሎ ነቲ ትሙኩር ተጋዳላይ ዝፈልጦ ኣካይዳ መስርሕ ናይ ውግእ እዩ ነቲ ማእከላይ ዘሎ የብሎ እዩ ነቲ ሓድሽ ግን ኩሉ ከቢድ ፍጻሜ እዩ ምክንያቱ ሰለስተ ሚእትን ገለመን ሰብ ኔርናስ ክንደይ ኢና ተሪፍና ሕጂ ካብ ተወጊኡ ሕጂ ካብ ከምዚ ኢሉ ክጥምት ከሎ በዚ ተወግአ በዚ ዝተሰውአ ኣነ ዝከረኒ ሓደ ቆልዓ መጺኒ እንታይ ክትገብር መጺኻ ተበልኮስ ፍሽኽ ኢሉንስ ድፍእ ተበለስ እዚኣስ ብምልእታ ተኸፊታ እዛ ካብዚኣ ዘላስ ብምልእታ ርእሱ ተኸፊታ እንታይ ኻ ትብል ኣብዚ ውግእ እዚ እዩ እቲ ስእሊ እቲ ቅርፂ ዝመፅእ ናቱ ናይ ሰገነይቲ ከምኡ ዝነበረሉ ኩናት እዩ ድሓር ገረንሰ ማጆር ኣዛዚ ሓይሊ እዩ ነይሩ ምናልባት መውጋእቱ እንተዝነግረኪ እንታይ ክትብል ዘለኻ ክኣምነካ ኣይክእልን እየ ክትብልን ሓቅኺ ስኺ ስለ ዘይኣመንክኒ ወይ ስኺ ከምኡ ስለ ዘየበልክኒ ኢለ ግን እቲ ኣነ ዝፈልጦ እቲ ዝርእዮ ሓቅታት ከምኡ ኣይኮነን ኔሩ ክብል ኣይክእልን እየ ብሰብ ካብዚታት እዩ ተገፊዑ ዘሎ እዚስ ተኸፊቱ ኣሎ እዚ ብምሉኡ ከምዚ ኢሉ ጋህ ኢሉ ኣሎ ሬድዮ ሒዙ እዩ መጺኻ ኢሉኒ እወ ኣቱ ኣለኹ ኢለ ኣትየ ንሱ ካባይ ቁሩብ ድሕሪ ኢሉ ኣሎ እዚስ ተኸፊቱ ኣሎ ሬድዮ ሒዙ ኣሎ ርእሱ ክልተ መስርዕ ሒዘ ኣተየ

ኣነ ኣዚ ተሃሪመ እኳ ይድለ እንበር ከምኡ ኢኻ ትበሃሃል ብፍላይ ሓለፍቲ ይኹን እቲ ተራ ተጋዳላይ መውጋእቲ ንእሽተይ ኣጋጢሙኒ ኢሉ ዋላ እዚ ዓበየ መውጋእቲ ኣጋጢሞ ክምለስ ንድሕሪት ንሕክምና ገለ ይሓስብኒ እዩ ምክንያቱ ከምዚ ሰብ ገዲፍካ እናኸድካ ድሓርሲ ፅባሕ ንጎስ ከምዚ ኩስትር ደብላኻ እሞ ከምዚ ጥራሕካ ትተርፍ ገለ ከምኡ ኮይኑ ዝስምዖ ትዚ ኪት ናብ ሕክምና ዶ ናብ ገለ ትብሎ ዘለኻ ሰብ ከምኡ እዩ ወዲ ማጆር ነትዩ ተራኸብቲ ክልተ መስርዕ ምስ ኣተኹ እንዳ ኣተና ከለና ጣሽ ምገብራና ክልቲኤን መስርዕ ስውኣ ኣነ ጥራይ ይተርፍ በይነይ ስለ ደለ ይብሎ መን ቕበለን ንሱ ኣለኻ ዲኻ ብሎ እዎ ኣለኹ ሰደልካ ኣለኹ መስርዕ ከዓ መፅያ መስርዕ ከዓ ምስ ኣተወት ከምኡ ከዓ ኣጋጢሙ ክሳብ ሽዑ እቲ ድምፂ ክዕቅኖ እንተዝኽእል ሕጂ በዚ ሕጂ ዝሓስቦ ዘለኹ በዚ ሕጂ ቁሩብ ናይ ዕድመ ገለ ነገር ኣብቲ መጀመርታ ከምዚ ምሻሉ ብራኸ ነይርዎ ኣብቲ ካልኣይ መስርዕ ክሰደለይ ከሎ ብራኸ ነይርዎ እታ ካልኣይቲ መስርዕ ካሶ እያ ሳልሰይቲ መስርዕ ክትኣትወላ ትሰዊኣ ኩላ እሱ ከዓ ትሰዊ ታርክብ ብድምፂ እየ ዝሰምዖ ስደደልና ሹሽ ትብል ነዛ ሬድዮ እዚኣ ከውፅኣ ኣለኒ ብድሕሪት እያ ዘላ
ድፋዕካ እዩ ዘሎ ሰለስተ መስርዕ ኣሎ ብምሉእ ካናለ ብምሉእ ናይ ኩሎም ብፆት መውጋእቲ ኣሎ መስዋእቲ ከዓ ኣሎ ተወግኡ ከዓ ኣሎ ኩፍቲ ካናለ መስዋእቲ ጥራይ እውን ኣይኮን ግን ክወፅኡ ይኩሉ እዮም ተወፂኦም ክብለኦም እዮም ክወፁ ኣለዎም ግን ግድን ክንፅበ ኣለና ሙሉእ ምሸት ኣብታ ድፋዕ ከምዛ ዝብለኪ ዘለኹ ሕጂ እታ መስዋእቲ እያ ትዘከረና ኣነ እዚ ተገፊዑ እዚ ታቱ ተበቲኑ ኩናት እዝዝ ነይሩ
ድሕሪ ክልተ መስርዕ ሰለስተ መስርዕ ምስ ዳዱ ከዓ ንሱ ከዓ ትሰዊ እታ መስርዕ ትሰዊያ ንሱ ከዓ ትሰዊ መስመር ከዓ ትርክብ ተቋሪፁ እታ ሬድዮ ግን ክትወፅእ ኣለዋ ገረንሲ ክዝክሮ ከለኹ መድፋዕ እጅ ነይሩ ምሳይ ቀደም ድሓር መርሓ ኢሉ ኮይኑ እዞም ጀጋኑ እዚኦም ሕጂ ኣበይ ከቐምጦም ኢልካ ኢልካ እንድሕር ትሓስብ ኮንካ ከቢድ እዩ። ጅግንነት ማለት እዚ እንድሕር ኮይኑ ይቀበልዎ ይረከብዎ ናይ ህዝባዊ ግንባር ጅግንነት እቲ ኣርማ ማለት እዩ እዚ ሕጂ እግሩ ዝንቀሳቐሱ ዘሎ ከም ድላይ ዝበልዕ ከም ድላይ ዝሰቲ ዝወልድ ዝ- ዘብ ዘሎ ጅግና ትብልዮ ንፊሽ ካሊእ ጅግንነት እዩ ኣነ ድፈልጥ ካሊእ ጅግንነት እየ ሪኦ እታ ሬድዮ ማ ኣውፂኻያ ዋላ ከመይ ወፅያ ኣውፂኻያ ወፅያ ብድሕሪት እያ እኮ ዘላ ድሕሬና እያ ዘላ ግን ናይ ጸላኢ ምንቅስቃስ ብኩሉ ኣንፈት ብትልፋፍ ብገለ ገለ ገለ ስለ ዝነበረ ሬድዮካ እንድሕር ሒዘንኡ እቲ ዝኸፍእ ዕንወትን ሕስረትን እዩ ሬሳኻን ሬድዮኻን ኣይረኽብኣን እየን ኢልና ከኣ በቶም ዝብለኪ ዘለኹ ተማዊትና ምሸት ምስ ኮነ ኣምጺና ድፋዕ ከይንገድፍ ሓደ ጸላኢ ነታ ቦታ ከይሕዛ ክልተ እቶም ዝርከቦም ካብኦም ክዝክረልኪ ክልተ ካብቲ ብኸናሉ ዝነበሩ ሻለና ኮይሎም ስተሲኦም ደይቦም ከክልተ ጥይት ተኲሶም መሊሶም እቲ መውጋእቶም ብርቱዕ ስለ ዝነበረ ይኣትዉ ምኽንያቱ ኣነ እንታይ እየ ዝገብር ነይረ ኣርባዕተ ሓሙሽተ ብረታት ዘርጊሐ ንኹሉ ትኩሶ ሓደ ሰብ ከይብላ መታን ኢልካ ከድካ ዘዘርጊሕካ ደኒንካ ከድካ ትኩሶ ምክንያቱ እንታይ ክመፅእ እዩ ፀላእ እንታይ ክግምት ስለ ዝደለናይ ብዝሒ ኣለዎም ክብሎም በር ኩሎም እቲ ክናል እዮም ተቢሎም ዘለዉ ፊሽካ ወላ ሓንቲ መውጋእቲ ገለ ኣጋጠመካ ወላ ሓንቲ ሽዑ እቲ ፀሊም ድሙስ ከም ዘይመወት ተረጋጊፁ እዛ ጋቶ ነይረ ዝወኩ ሓንቲ ናይ ብሓቂ ከመይ እዛ ጋቶ ነይሩ ከመይ ኢልካኒ? ጋቶ ነይሩ ጸሊም ድሙ ማለት እዩ ብጥልያኒ። እዚ ጋቶ ነይሩ ኢሉ ሽዑ እዞም ኩሎም ከምዚ ምስ ኮኑሲ ኳስቶ ጋቶ ነይሮ ይብል ሕጂ ማንቸስተር ንብሎ ነይሩ ጥልያን ገለ ዝኽእል ነበረ እንታይ እዩ ተብሎስ ጸሊም ድሙ ጸሊም ድሙስ ዋላ ዓሰርተ ግዜ ርእሱ ሃሪምካዮ ኣይመውትን እዩ ድሙ ዝኾነ ፍጥረት ዓሰርተ ግዜ ርእሱ ተሃሪሙስ ከምዚ ትንፋስ ድሙ ዝበሃል ከማን ኣሎ ምታት እዩ ልክዕ እዩ። ሕጂ እቶም ኣብኡ ተሰውኡ ሰማ እቶም እዞም ንኣሽቱ ገለ ክሪኦም ከለኹ ከምዚ በዓል መ- በዓል እዚ ሸኽሲ እዩ እና እቶም ጉልበት ዘለዎም ቁመት፣ ንእስነት፣ ጽባቐይ ገለ ዘለዎም እዮም። ሓደ ጸሊም ጋንድያ ጠቃር ግን ተሪፍካ ሞቱ።
ናይ ብሓቂ ዕድለኛ ሃፍሽ
ሓንቲ ነፍሰ ጾር ኣደ ኔራ ኣብ ኲናት ትብል ሰሚዐ ኣለኹ። እታ ነፍሰ ጾር ኣደ እውን ሕማቕ ኣሰዋውኣ ሰሚዐ ኣነ። ውጡሕ ስለ ዘልዓልካለያ ውጡሕ ሓቀይ? ከመይ ኔሩ ናይታ ነብሰ ጾር ኣደ መውጋእቲ መስዋእቲ? ፉርቴ
ኣብ ብዘስኺ ዝመረጽክያ ቻነል እሱ ዘይኮነስ ኣብ ውሽጥኺ ዘሎ ትብዓት ናይ ኣተሓትታ ከድንቅ ክሓልፍ ኣይደልን መጀመርታ እንታይ እየ ክብል ዝደሊ መብዛሕትኡ ኣብዚ ሕጂ ዘሎ ወለዶ ንማርኬቲን እናሓሰበ ብዛዕባ እቲ ዝተሰርሐ ኮሜዲታት ብዛዕባ እቲ ዝተሰርሐ መስሓቕ ዝኾነ ይኹን ነገራት ብዛዕባ ፅባቐ ብዛዕባ ገለ ሰሪሕዎም ዝበሃሉ ነገራት እዩ ሰብ እናተገደሰ ኣብ ቃለ መሕተት ዝኸይድ ፎር ዘ ፈርስት ታይም ማዓንጣይ ፈርፊርኪ ዝሓተትክኒ ሰብ እስኺ ጥራይ ኢኺ ኣብ ውሽጥኺ ዘለኪ ክብረት ናይቲ ናይ ሃገር ፍቕሪ ናይ ሃገር ስምዒት ናይቲ ክመሓላለፍ ዝግብኦ ካባና ዝመሓላለፍ ዛንታ የለን ግን ህዝባዊ ግንባር ከምዚ ክብለኪ ዝፀናሕኩ ብኩሉ ነገራቱ ዝተዓቀነ እዩ። ነዚ ዓቐን እዚ ገንጺለ ከንብቦ እየ፣ ነዚ ዓቐን እዚ ከምዚ ገይረ ክዛረበሉ እየ እንድሕር ክንብል ኮይንና ኣይብላን። እዛ ሕጂ ንዕለላ ናይ ውጥሕ ኩናት ኣብቲ መቓን ዘላ እያ። ኣብቲ ተቐሚጡ ዘሎ ምስጢራት እያ ዘላ እዚኣ። እዛ ሰብ ፍርቴ ምስቲ ዕድመ ከይበጻሕኪ እየን ኣለኺ ተዛሚድኪ ሓዳር እንተትገብሪ መጀመርታ ጥንሲ ክትሕዚ ከለኺ ኩሉ ጨናታት ኢኺ ትጸልዮ፣ ድሌታት ክህልወኪ ባህግታት ጉዕ ዲኺ ትብሊ፣ ሩዝ ዲኺ ትብሊ፣ ዓሳ ዲኺ ትእዝዚ፣ ገለ ዲኺ ትገብሪ፣ ዋላ ባሕሪ ምሕንባስ ዲኺ ደስ ክብለኪ ወይ ከኣ ሽታ ናይ ገለ ገለ ትኽተሊ። እዛ ነብሰ ጾር እዚኣ ግን ደያና ኣብ ኲናት ትኣቱ ኣላ። ምናልባት እቲ ቆልዓ ወይ ወዲ ሽዱሽተ ወርሒ ወይ ወዲ ሓሙሽተ ወርሒ ከሎ እያ ኣብ ከብዳ ሒዛቶ፣ ማህጸና ጎልኣ ገፊሕ ስለ ዝኾነ ከይተፈልጠት ብገፊሕ ካምቻ ከዲና ናብ መስመር ውግእ ትኣቱ ዘላ። እዛ ሰብ እዚኣ ዋላ ሓደ ሰብ ኣይሓበረትን ንዋላ ሓደ ሰብ ከኣ ኣይገለጸትን ግን ኣብቲ ኹናት ኣትያ ነብሰ ጾር ምዃንካ ነብሰ ጾር ዝፈልጥ ከኣ ዋላ የለን። ሓደ ሰብ ዝፈልጥ የለን ከም ነብሲ ወከፍ ኣብቲ ቦታ ተዋራራሲ ስለ ዝነበረ ሓንሳብ ጸላኢ ሕዞ ሓንሳብ ንሕና ንመላለሶ ስለ ዝነበርና ንሳ ኣብቲ መስዋእቲ ኣብቲ መስመር ናይቲ ውግእ መስዋእቲ ኣጋጢምዋ ኣብ ከውሒ ተጸጊዓ ማለት እዩ ሰለስተ ድዩ ክልተ መዓልቲ ውዒሉ ኩሉ ግዜ ነብሱ ይንፋሕ እዩ። ምስ ተነፍሐ ከዓ ዘየድሊ ጨናን ዘየድሊ ታእሽሙን ብራኽ ምንፋሕን ገብር። እዛ ነብሰ ጾር ግን እኹል ካብ ሽዱሽተ ወርሒ ንላዕሊ ስለ ዝነበረ እቲ እዚ ሕር- እዚ- እዚ ታእሽሙ ጥንሳ ጥንሲኡ። እቲ ቆልዓ በቲ ኤርንያ እዚ ናይ ከብድና መሻሎ ዝረቐቐ ቆርበት ንዕኡ ቀዲዱ እግሩ ወፂኡ ብፀይትኻ እሞ ኸኣ እዘን ኣነ ዝብለኪ ዘለኹ ኣኽሊል ዓወት ክደፍኣ ዝኽእላ፣ ምድርን ሓውን ክገማጥላ ዝኽእላ ጀጋኑ ደቂ ኣንስትዮ ብኸብዲ ናብ ኲናት ቀዲዱ ኣትዩ። እግሪ ናይ ቆልዓ ወጺኡ ሬሳ ሰብ እዩሞ ጨና ኣሎ፣ ባሩድ ኣሎ፣ መስዋእቲ ኣሎ፣ መውጋእቲ ኣሎ፣ ንፍንጨል ንቑረጽ ገለ እናረኣየት ነብሰ ጾር እያ ትዋጋእ ኣላ፣ ትትኩስ ኣላ። ዋእ እዚ ንሕና ንፈልጣ ነብሰ ጾር ዶ ኣይኮነትን ጨና ናይ ገለ ዶ ትጸልእ ገለ ዶ ገለ ክትገብር ዘይትኽእል ዝኾነ ዘስካሕክሕ ፊልም ውን ከይትርኢ ትኽልከል እዘን ነብሰ ጾራት ከይክልከላ ዝበሃላ ከምኡ ዶ ኣይኮነትን እዛ ነብሰ ጾር እዚኣ ካበይ ኣምጺኣቶ እዚ ደኣ መን እዩ ሂብዋ መን እዩ ከምዚ ግበሪ ኢልዋ ክሕርሳ ኢለን ወሊደን ን ዓሰርተ ሸውዓተ ከይደን ናይ ሰባ ሃበሎ ናይ ሰባ ላምፐን ክዕለኪ ውላዳ ገዲፋ ዝጠቡ ውላድ ገዲፋ እያ ከይዳ ጣጥብኦ ባዕላ ካትክኒላ እያ ገዲፋተን ከይዳ ከይዳ ከዓ እሰው እያ መን እዩ እዚ ከምዚ ዝገብር ዘሎ መን እዩ እስኪ እዚ እዚ ሲ ኣብ ምንታይ እዩ ክ- ክ- ብምንታይ እዩ ክምዘን ብምንታይ እዩ ክልካዕ ብምንታይ እዩ ክዕቀን እዛ ነብሰ ጾር እዚኣስ ከምኡ ኢላ ምስ ረኣኻያ ዝስምዓካ ስምዒት ኣሎ። ናይ ብሓቂ ክልተ ህይወት እዩ ብሓንሳብ ሓሊፉ። ንዓለም ዋላ ሓንቲ ነገር ከይረኣየ ከም ሰብ ኣብ ማህጸን ሰፊሩ ክውለድ፣ ተወሊዱ ከኣ ዕልል ክበሃሎ፣ ዕልል ተባሂሉ ከኣ ሽም ክወጾ፣ ሽም ወጺኡ ከኣ ክመሃር፣ ክጉብዝ፣ ክዓቢ፣ ሰብ ክኸውን፣ ሰብ ከኣ ከፍሪ ዝተፈጥረ ፍጥረት ምስ ናይ ኣዲኡ ዕጫ ሞይቱ። መስዋእቲ እዛ ኣደ እዚኣ ከምኡ ወፍሪ ከፊላ እንድሕር ንብል ኣሊና ኮይንና ተመለሲ ናብ ምንታይ? እንታይ እዩ እቲ ምስጢር ናይ ህዝባዊ ግንባር እዚ? ሕጂ ኣብዚ እዩ እቲ ደረት ኣልቦ ክትሪኦ ዘይትኽእል ደረተ ትርኢት ዝኾነ ጅግንነት እናተፈፀመ ኣነ ከም ዝገበርኩ ኣነ ከም ዝሰራሕኩ ክብል ከሎ ሰብ ዘሕፍረካ ዘሕንኸካ ጅግና ዳኣ እዚኣ እንዲያ ኣይጸየነትን እኮ ነብሰ ጾርያ ኢላ እኮ ከምዚ በለትን ነብሰ ጾርያ ኢላ እኮ መግቢ ኣዘዘትን ነብሰ ጾርያ ኢላ እኮ ወላ ሓንቲ ነገር ኣይገበረትን ፈሊጣ ሓቢኣቶ ከዲናቶ ሰብ ከይሪኦ ከየለልዮ ኣብ ኩናት ከኣ ኣትያ ኣብ ኩናት ኣትያ ከኣ ትሰውያ ነቲ ወላ ሓንቲ ነገር ዘይፈልጥ ከኣ ሒዛቶ ወጽያ ኣውጽያ ከኣ ሪኣትና እያ ውላዳ ከኣ ሪኣትና እያ ንመሬት ስምምንታይ ፈሊጥዎ እግሩ ወጽዩ ሕጂ እዚኣ ምስ ረኣና ኣብ ውጥሕ ከቢድ ኲናት ተኻይዱ ብርኡይ ዝስማዕ ንሕንሕነታት ፈዲና ምሕረት የለን ሽሉ ምክንያቱ ደምካ ፈልሓካ እዩ ሰብ ኢኻ ክትጻወሮ ትኽእል ዓቕሚ ጥራይ ኢኻ ትጻወር ናይ ወዲ ቀላቲ ናይ መንግስቲ ኣብ ቀላቲ መስዋእቲ ምስ ረኣኹ ኣነ ተሰማዓኒ ዝገበርክዎ ነገር ከምዚ ክብለኪ ዝጸናሕኩ ናይ ሓሊማ ከምኡ ይመሳሰል እዩ ምክንያቱ ሽዑ ንሽዑ ዝድፋእ ነገር እዩ ክትዓክቶ ይትኽእል ክትከላኸሎ ይትኽእል ዋላ ናይ ውድብ መምርሒ ክትዝክር ኣይትኽእል ናይ ገለ ክትዝክር ኣይትኽእል እቲ ምስጢር ህዝባዊ ግንባር ግን እዚ ዝብለኪ ዘለኹ እዩ ሕጂ ብከምዚ መገዲ ክንሪኦ ከለና እታ ጓል ዓፋ ትብል ካብኡ ትነቅል እታ ዛንታ ጓል ዓፋ ሕጂ ከ ምንታይ እያ እዚ መበገሲኣ ድዩ እንድሕር ኢልክኒ ሰይቲ ዲሶል እያ ተዋሲኣታ ዓማ እዚ ዓማ ወዲ ከዛ ወዲ ከዛ ሰማይ ነብሲ መሓሮ ባኮ ገለመለ ኮይኖም እዮም ተዋሲኦማ ጓል ዓፋ ናብ ኩናት ዓዲ ሽሩም እያ ትኣቱ እቲ ዛንታ እየ ዝነግረኪ ዘሎ ኣብ ዓዲ ሽሩም ኩናት ክትኣቱ ከላ ካብ ሰብኣያ ጥንሲ ነይርዋ ሰብኣያ ካብቲ ኩናት ዓዲ ሽሩም ኣትዩ ሰብኣያዊ ተሰዊኡ ንሳ ኣብ ነብሰ ጾር ከላ ኣብቲ ኩናት ኣብቲ ኩናት ሰንኪላ ነብሰ ጾር ከላ ከላ ሰንኪላ ተወሊዱ ከኣ እቲ ቆልዓ ምስ ተወለደ ነቲ ኣብ ከብዳ ከሎ ዝረኣዮ ናይ ክሳድ ዓዲ ሽሩን ኩናት ናይ ታንክታት ምንዳድ ምቅጻል ገለ መለታት ገለ ገና ምስ እምርኡ ዝተኣሳሰር ኢንስቲቲክ ዝበሃል ነገር ገይሩ ተሓሒዙ ቀባኣይ ክኸውን ምስ ጀመረስ ቀዳመይቲ ዝሰኣላ ስእልስ እታ ናይ ክሳድ ዓዲ ሽሩን እያ ወዲ ኢዋስ ዝተሕጎሰለይ ኣደይ ሉኢ ከሪኣ መጺኡ እሳ ካኣ ንሓደ ዓማ ዝባሃል ሰብ ካኣ ምስኡ ክተዕልል ኢላ መጺኣ ተሪኣ እንታይ እዩ ስእሊ ትብሎ ስእሊ ቅብኣ ደምስሶ ትብሎ ዋእ እዚ ከምዚ ፍጻሜ ዝነበሮ ከምዚ ጅግንነት ዝገበርናሉ ክንድዚ ታንክታት ዝንሎ ሓንቲ ታንክ ከምዚ ገይራ ዓጽያቶ ክንደይ ከም እዚ ንዓኻ ታሪኽ እዩ ንዓይ ግን ጓሂ እዩ ትብሎ ኣብዚ ትሪኦ ዘለካ ኩናት ኣነ ንዓኻ ነብሰ ጾር ኮይነ ሒዘካ ኣትየ ኣብዚ ትሪኦ ዘለካ ኩናት ኣቦኻ ተሰውዩ ኣብዚ ትሪኦ ዘለካ ኩናት ኣብ ዓረብያ ኮፍ ከም ዝብል ገይረ ሕጂ እዚ ኩሉ ክዝክር ዲኻ ተቐሚጥካለይ እቲ ኻቲ መፅእ ዘሎ እወ ኩሉ ንውሽጥና እናወሓጥና ክንጸሮ ዝግበኣና እናጸርና ታሪኽና ግን ንሰንድ ኣይተ ውርዳ ዝወደ ይብሉ ሕጂ ከምዚ ክብለኪ ዝጸናሕኩ እታ ጓል ዓፋ ሓንቲ ካብቶም ዓበይቲ ዝናታት ዝረኸበት ኣብቲ እዋን እቲ ንዕያ ግን እንድዒ ኣዘንቲናዮ ዶ ግሊጽናዮ ዶ ተዛሪብናሉ ዶ ፈተነ ኣሎ ከምኡ ሴፍን ዋልታን ኣሎ ከምኡ ብዙሕ ፊልምታት ተሰርሐ ኣሎ ዝበልኩ ስርሒት ጎብየ ኣሎ ገለ ግን ገሊፅናዮ ዶ ተልክኒ ግን ኣይ ዝግለፅ ኣይኮነን ዓቕሚ ከዓ የብልና ምስ ኩሉ ኩሉ ሓንቲ ናይ መወዳእታ ናይ ገድሊ ሕቶ ካብኡ ከለካ ከኣ ብመልክዕ ጆክ ጌርካ ክትውድኣልና ክደሊ እየ ፊሽ ኣብ ገድሊ መምህር ከም ዝነበርካ ሰሚዐ መምህር እንታይ ዓውዲ ትምህር ነርካ ኣብቲ ሽዑ ግዜ ዝነበሩ ተምሃሮ ከ ከመይ ትዝክሮም
ሕጂ ክልተ ኢኻ ኣለኪ ፍርቴ ሓንቲ እቲ መምህር ዝበሃል ከምዚ ክብለኪ ዝጸናሕኩ እዩ ገሊኦም ብብቕዓት ኣብቲ ናይ ኢንስቲትዩት ተማሂሮም ዝመፁ ኣለዉ ገሊኦም ሻድሻይ ሻብዓይ ሻሙናይ ገለ ኮንካ ዓስራይ ኮንካ ተሓጋጊዝካሲ ሓደ ዝኾነ ተጋዳላይ ግን ኣንቢቡን ፅሒፉን ከም ዝኽእል ምግባር እዩ መሃይምነት ካብ ታሽምካ ተጥፍእ ድንቁርና ዝበሃል ማለት እዩ ኣብ ውሕጂ እቲ ዕድመ ደፊኡ ዝፀንሕ ሰብ እንደገና ሽዑ ሃበ ገለ ክትብሎ ኤቢ ሓደ ክልተ ሰለስተ ክትብሎ ናይ ኩናት ዘለዎ ባህጊ ብግምት ኣእቲኻ ኩሉ ተሓዋወስ እዩ። ሕጂ መረዳእታ ትስእን እሞ እንታይ ኢኻ ትብል ንኣብነት በ ከተረድኦ እንድሕር ኮንካ መምህር ኮንካ ማለት እዩ በ ኢልካ ከተረድኦ እንድሕር ኮንካ ኣፍደገ እዩ ትብሎ ሕጂ እቲ ኣፍደገ ሕዛ ኣፍደገ ሒዝዋ ኣሎ በት ኢልካ ኣፍደገ መስል ይብለካ ካሊእ መግለጺ የለን ሕጂ ሀህ ኢልካ ከተረድኦ ሀሁ ሀሀ ከተረድእ ከኣ ሀ እንድሕር ኢልካ ነቲ ኣፍደገ ዘይንግምጥላ ምክንያቱ እታ ብ ከምዚኣ ዘላ እታ ሀ ከኣ ከምዚኣ ትብል ኣፍደገ ኢልካ ሕጂ ሀ ከኣ ኣፍደገ ምስ ተገምጠለ ይምሰልካ እንታይ ይብሉኻ ኤህ ይገምጥልካ ኢሎም ገዲፎምካ ከዱ ሕጂ ረዮ ሽዱሽተ ዝረብሖ በዓል ጀበራ ዝበሃሉ ነይሮም ሽዱሽተ ዝረብሖ ርባዕተ ተልካስ ጥናሕ ጥናሕ ጥናሕ ጥናሕ ወላወጥ ጥናሕ

እዚዩ ኣብ መሬት ተኸፊሉ ዘሎ ኣብዛ ሃገር እዚኣ ነቲ ንቡር ቁጽሪ ከማን ከመይ ከም ዝመስል ዘይፈልጦ ሀንበን ከመይ ከም ዝፈላለ ዘይፈልጥ እዚ ኣብቲ ትብዓቱ ኣብቲ ሓይሉ ኣብቲ ሃገራዊ ፍቅሩ ኣብቲ ገለመለ ኤርትርኡ ከለኻ ግን እቲ ኣነ ፈላስፋ እየ ዝብል መጻሕፍቲ ዝጸሓፈ ከመይ ከም ፍቅር ሃገርካ ከመይ ጌርካ ከም ዋጋ ገለ ዝገልጸልካ ክንድኡ ብቕዓት የብሉን። እዚ ካብቲ ምሻሎ ብወለዲ ዝዝረብ ካብ ምህሮስ ኣእምሮ ዝበሃል ካብ እዚኣ ከዓ እንታይ ንግምጥለ ከዓ ንሕና ከዓ እዚ ካብ ፍልጠት ንላዕሊ ብግብሪ ዝተመኮርካዮ ህይወት እሱ እዩ ዝዓቢ እጂ እቲ ናይ መምህርና ግዜ ከምኡ ነይሩ ሓደ ግዜ ከዓ ክመሃር ኢለ ኣትየ ኣብ ካልእ ኣሃዱ ኣትየሲ ክመሃር ኢለ ጠላይና ሕጂስ ገለ መላለዪ ክኾነና ኢለስ ተመሃራይ ኮይነ ኣትየ እዚኣ ምናልባት ኣይዓለሉክን ደሓር እቶም ክልተ መምሃራን ይፈልጡን እዮም ሓደ መምህር ጥራይ ዘይፈልጠኒ መጺስ እንግሊዝ ምህር ነይሩ ሕጂ እናመሃረ ከሎ ገፈፍ ይብል ገለ ምስ ትጽልመይን ገለ መለን ገጅፍ እየ ነይረ ከዓ ሽዑ ነጒድ ነይረ ሓርማዝ ኤሌፋንት ኣንብባ ብለኒ ፋፋን ተብሎ እ ሕጂ እቶም ምሳይ ዘለዉ ተምሃሮስ ካባና ዝድንቁ መፅኡ ኢሎም እዮም ተሓጒሶም እውይ እንታይ እንታይ ኢልካ እብልኒ ፋፋ እንታይ ኣፍካ እዮም ዝሃርሙኻ ሕጂ ከምዚ ፋፋ ንምንታይ ከምኡ ኢልዎ እዮም ዝብሉ ዘሎ ኤሌፋንት ፋፋንተ ገለ መለታት ገለ ገለ ገለ ገለ ገለ ሕጂ ደሓር ምሰለይለይሉ ምስ ፈለጡኒ መፅየ ክምህር ኢለ መፅየ ናብ ቤን ክጅምር ኢለ በቶም ፋፋንተ ኢለ ዝምሃርክዎም ዋይ፣ መፅያ ከዓ እዛ ፀላም ርያ ጉፈፍ ልመፅ ናዕታ መፅያ ኮፍ እስክበል ኣለኻ ኮፍ ትብል መ- ክምህር ኮ እየ ኣትየ ዘለኹ ኮፍ በል ሓፍ ኢለስ ተሲኤ ክምህሮም ኢለ ምስ ወጻኹ እንታይ እዩ ትገብር ዘለካ ወይኒ ናብ ሰሌና ከይዳ ገለ በለብሉካ ሕጂ ቀልጢፍካ ክትእርማ ነገር ትኽእላ ነገር ተልያ ጎረብተን ፅባቅ ፅሕፈት ድሓን ኩን ኢለን እየን እተን ናይ ኢደይ ክፅሕፍ ምስ ረኣዩን ኩሎም ሰንቢዶም እታ ፐሬድ ብምልእታ ብሰሓቕን ብታውሓን ተወዲኣ ሕጂ እቲ ትምህርታዊ ኣገባባትና እንታይ ይመስል ነይሩ ድሕሪ ኢልክኒ ከብሉልካ ኢኻ ትደሊ ኒሕ ኣሎ ቁጽሪ እንቢቡ ገለ ጌሩ ፈሊጡስ ንመሬት እቶ ከምኡ እዩ ኩልና ናብ መሬት ክንኣቱ ኢና እተን ሒዝካየን ዘለኻ ብላዕሊ ኣምጺኻየን ዘለኻ ሓሙሻይ ሻድሻይ ራብዓይ ሳልሳይ ካልኣይ ብዘየገድስ ንሰንስ ኣብአን ክበጽሕ ክኽእል ኣለዎ ኢልካ ኢኻ ትጽዕር ለይትን ቀትርን ዕረፍቲ የለን መመጺኦም ናብ ድፋዕካ መጺኦም እዚኣ ረዳእና እዚኣ ከምዝገበረና እዚኣ ከምዝብለና ዝብለካ ሰብ ኣሎ ነዚኣቶም ዘይተወፋኻ ነዚኣቶም ዘይሓገዝካ ነዚኣቶም ዘይገበርካ ክኣትዉ እዮም ናብ መሬቶም ሓንቲ ነገር ፈሊጦም ግን ክኣትዉ ኣለዎም እቲ ካሊእ ዝደፍኦ እቲ ካሊእ ዝሰርሖ ብላዕሊ ዘሎ ማንም ኣና ዝብል ሓያል ክሰርሖ ኣይክእልን እዩ እታ ኩሉ ሰብ ካብኦም ከተጉድሎም ነገር ግን ማንከይ ምንታይ ኣትየልዎስ ንሓደ ንጎደር ወይ ከዓ ንበዓል ጃባራሲ ኣንከ ደይ እዚኣ ክፈልጣ ኣለዎ ካሊእ እንተተረፈስ ተን እንስሳታት ምሳና ዝኸዳ ተን ቁፅርታት ምሳና ዝኸዳ ተን ከነንብበን ዝግባኣና ነገር ፈሊጦመን ንዐን እእተው እታ መሬት ክትቅበሎም እያ እዚአን ግን ክፈልጥወን ኣለዎ ክትፅዕር ኣለካ ክትደክም ኣለካ እዚ እቲ ኒሕ ዝብለክ ዘለኹ ሕጂ ከ ከይድካ ድፋዕ ከይድካ ትምህሮም ገለመለ ዝብለክ ዘለኹ እሱ እዩ ሕጂ ናይ ኣካዳሚ ተመክሮይ ከዓ እዚ መስል ምናልባት ምስ ርዝነቱ ኣዝዩ ደስ ዘብል ፍሽ ከም ዝብሎ ፀናሕኩ እዩ ናይ ገድሊ ዕላላት እዚ ከማን ክስገር ዘይብሉ ጨላሊፊ የምፅኦ ተዘርዚርናዮ ኣይውዳእን እዩ ነዊሕ ክኸውን ክቡራት ተዓዘብትና ከምዚ ትከታትሎ ዘለኹም ደጊመ ምስ ነጥበኛ ትንሳኤ ወርቅነህ ፊሽ ነካይዶ ዘለና ዕላል በዚ ዕላል ታሪክ ትቕበሉ ክትህልው ተስፋ ይገብር እዚ ዝፀናሕናዮ ዕላል ገድላዊ ዕላል እዩ ፀኒሑ ዕላልና ጌና ቐፃሊ እዩ ሕጂ ድማ ናብ ናፅነት ህይወት ድሕሪ ናጽነት ዘሎ ህይወት ኣቲና ፊሽ ከም ይመስል ስነጥበባዊ ህይወቱ ፍሳየ ከም ሰብ ኣብ ሓዳሩ ኣብ ህይወቱ ከመይ ዝመስል ዝብል ዕላል ክነዕልል ኢና ከመይ ይመስል ትሕቶ እንታይ ግብረ መልሲ ህበና ከኣ ተጸበዩ።